ሰላማዊ ፖም ፋሚሊ ኢትስ ሚ ኬቢ ሎማዓንቲ ድማ ብልገርም ለሰን ሒዘልኩም መጽ እኒእኹ ዘዝኒኡ ድማ ዩፈምዝም እዪ ማለት እዪ ብዛዕባ እንታይነት ዩፈምዝም ኸመይ ገርና ንጥቀመሎም ኣብ ምንታይ ንጥቀመሎም ልብል ደማ ብደንቢ ግልጽ ገይረ ክነግረኩም እየ ማለት እዪ ዘዝኒኤ ለሰን እዚ ንቢገነር ክኾን ይኽእል እዪ ንኢንተርሚዴት ንኣድቫንስድ ኳስ ክኾን ልኽእል ለሰን እዪ ሰው ስተይ ቱንድ ግን ቕድሚ ኹሉ ዘዝኒኦ ምጅማርና ኣቕልል ኣቢልኹም ላይክ ገርኩም ጀምሩዋ ደቂ ዓበይቲ

የኾነይ ማለት እዪ ዘዝኒኦ ብ ኤክስፕረሽን ገርና ሲ ኣሉ እዚ ሰብስ ስማርት ሀምለይኾነ ንገልጸለላ ማለት እዪ እዛ ሳልሰይቲ ቃልና ድማ ሂ ኢዝ ብሮክ ወይ ድማ ሺ ኢዝ ብሮክ ማለት እዪ ሂ ኢዝ ብሮክ ክትብል ተለና ታይ ማለት ድዪ ቅርሽስ የብሉይ ማለት እዪ ቅርሺ የብሉይ ማለት እዪ ብሮክ ማለትስ ድኻ ምዃን ማለት ከይኮነሲ ቕርሽስ የብልይ ክትብል ተለኻሲ I am broke He is broke ንብለና ማለት እዩ ግን He is broke ለለስ ብጣዕሚ ዳይረክት ኮይኑ ብጣዕሚ ቀጥታዊ ኮይኑ ከምዚ ፀርፊ ዳርጋ መሲሉ ማለት እዩ ስለዚ ዝለኣለ ምምሕያሽ ድማ ታይ ንብለና ማለት እዩ He is ወይ ድማ She is short on cash She is ወይ ድማ He is short on cash ትደልያሲ they are broke ማለት እዩ ቕርሽስ የሓዝኒኡ ማለት እዩ እዛ ራብዐይቲ ቃልና ልላ ድማ he is poor ወይ ድማ she is poor they are poor እዚኦምስ ድኻታት እዮም ማለት እዩ ወረ ብጣዕሚ ኸቢድ ቃል እዩ ክብለኩም ተለኹሲ እዙይ ድኻ እዩ ንሶም ድኻታት እዮም እዛ ትብል ተለናስ ብጣዕሚ ደባሪ እዩ እዚ ቃል እኒኦ ማለት እዩ ሰለዚ ልኡ ኣማሓይሽና ንኽንብል ተለና ታይ ንብለና ማለት እዩ she is financially struggling

The kid is unfiltered ትብል ተለኹ ብጣዕሚ ዝተመሓየሸ እንግሊሽና ደስ በሃሊ እንግሊሽ ትጥቀሙ ኣለኹም ማለት እዩ። እዛ ሻድሸይቲ ቃል ናትኹም ድማ It's used እያ ትብል It's used ኣብ ዓድና ለዘብ ነዚ ቃል እዚ ድማ ማለተይ ዝተለመደ ነገር እዩ ዶ ጠቃሚ ካብ ንብልስ It's used used እዩ እኮ እሳ እዛ መኪና እቲኣስ ወይለ ጫማይ ወይለ ክዳውንተይስ used እዮም እዛ ኢና ንብል ዶ መብዛሕትኡ ግዜ ማለት እዩ ግን used እለ ከም ዝነበልኩኹም ነበርኹ ቅድሚ ሕዚ ማለት እዩ። ብጣዕሚ ቀጥታዊ ኮይኑ ብጣዕሚ ከምዚ ጸርፊ ዳርጋ ይመስል ዶ ማለት እዩ ስለዚ ካብኣቶም ዝተመሓየሹ ቃላት ታይ ኔኡና ማለት እዩ It's preomed It's preomed those ኔኡ ማለት ቀዲሙሲ ተወኒኑ ልነበረ እዩ ማለት እዩ ደስ በሃሊ ዶ ኣይሐይሽይ ካብ It's used ካብ ንብልሲ It's preomed ክንብል ተለና ልተመሓየሸ ኔያትና ማለት እዩ እዛ ካልኤቲ ቃል ምስ ኣለላ ድማ ታይ ኔያ መሲላትኩም It's previously enjoyed It's Previously enjoyed Previously እንታይ ማለት ድዩ ቕድሚ ሀዚ ማለት እዮ ዶ ቕድሚ ኢሊ ማለት ኢና ንጥቀመሉ Enjoy ድኻ ምሕጓስ ማለት እዩ ስለዚስ እዝ ገዚእኹሞ ለለኹምሲ ቕድሚ ምግዛእኹም ንስኹምሲ እዝ ሰብ ሒዝዎ ነርስ ተጠቒሙሉ ነይሩ እዩ ማለት እዩ ተሓጒስሉ ነይሩ እዩ ማለት እዩ ስለዚ ሰንስ ትፈጥርሉ ተደሊኹም ማለት እዩ Previously enjoyed ትብሉ ተለኹምስ ቕድሚ ሀዚ ሰብስ ተሓጒስሉ ልነበረ እዩ ኢልናስ

Second hand My car is second hand or My shoes, my clothes are second hand ተልና ዘውዝኒኦውስ ድቃም እዮም ነይሮም ማለት እዩ እና እዛ ሻውዓይቲ ቃልና ድማ ታይ ትኾን ኣላ? Shut up bro Shut up bro Shut up ትብለኩም ተለስ ታይ ይስምዕኩም ብጣዕሚ ደባሪ ስሚዕቶ ዶ ብትግርኛ ትኾን ተሎ ዶ ታይ ልኾን ለስ ኣፍኻ ሓዝካ ስቆል ግዛዕ ትኾን ተሎ ማለት እዩ ብጣዕሚ ኸቢድ እዩ ማለት እዩ ስለዚ ለኣ ብሓሪፍ ቃል ትጥቀምዋ ተለኹም ድማ ታይ ትብሉ ኣለኹም ማለት እዩ keep it down keep it down please can you please keep it down ትብል ተለኹም ሲ ብጣዕሚ ደስ በሃሊ English ለለኒ ኢኩም ሓደ ብ English ደረጃኹም ለለ ሓርፍ ምዃንኩም ሰብ ትሰምዖ ተለስ ሓርፍ ይኹነ comment ሂበኩም ኻሊእ ለለ ብጣዕሚ polite ወይ ድማ ክብሪ ለለዎ ይኾን ኣሎ ማለት እዩ ስለዚ ሰብ ረቢሽኒ ሓወይ ወይ ድማ ሓፍተይ ረቢሻትኒ ኢልኹም ሲ ሸረብ ሸራብ ኣይትበሉ ብጣዕሚ ክብሪ ለይብሉ እዩ እዚ ቃል እሱ ማለት እዩ ስለዚ እዛ ክብሪ ለለዋ ቃል ልበልክኹም ድማ

ስለዚስ ብትግርኛ ንትርጉሞ ተለና ታይ ዶ መሲልኩም ስራሕ እኮ የብሉይ እረ ተቆጸረ እዩ እኮ ምናምን ኢልናሲ ብጣዕሚ ደባሪ ቃል ልዚ ሰብለስ ልጎድእ ቃል ኢና ነዋግዕ ኣለና ማለት እዩ ስለዚ ካብ ሀምኡ ኢልና ነዋግዕ ሺ ኢዝ ኣን ኢምፕሎይድ ወይ ድማ ሂ ኢዝ ኣን ኢምፕሎይድ ኢልና ካብ ነዋግዕሲ ታይ ልበለጸት ቃል ታይ ንጥቀም ኣለና ማለት እዩ ሺ ኢዝ ወይ ድማ ሂ ኢዝ ቢትዊን ጃብስ፣ ሺ ኢዝ ቢትዊን ጃብስ፣ ሂ ኢዝ ቢትዊን ጃብስ ትብል ተለና ብጣዕሚ ሓሪፍ ቃል ኢዩ ኒኦ ማለት ኢዩ። ቢትዊን ጃብስ ትብል ተለና እሲ ኣብ መንጎ ስራሓት ማለት ኢዩ። ታይ ማለት ኢዩ ትብሉ ትኽእሉ ኢኹም። ስለዚ ሃም ኢላ ሃም ኣህም ዝኾነት ከረድእኩም። ሀዚ ካብ ሓደ ስራሕ ተባሪሩ ኒኦ ንበል እሞ ሓደ እዚኣ እዛ ስራሕ እዚኣ ተባሪርዋኒ እዩ እዛ ንመጻኢ ከግንያ ለለዋ ስራሕ ድማ እኒኣ ኦረ ስለዚ ኣብዚ ሓደ ስራሕ እኒኦ ኣብዚ ድማ ሓደ ስራሕ እኒኦ ማለት እዩ ስለዚ እሰመ ኣብ መንጎም እንታይ እኒኦ ኣብ መንጎ እዞም ክልተ ስራሓት እዩ እኒኦ ማለት እዩ ስለዚ he is ወይ ድማ she is between jobs ትብሉ ተለኹም ሲ ስራሕስ ኣብ መንጎ ስራሕቲ እያ እኒኣ እማሊ ማለት እዩ ዞዝኔማ ብኻሊእ ኣባህላስ ስራሕ ይሓዘት እዩ እኒኣ ገናስ ክትሕዚ ኣብ መንጎ ክልቲኦም እያ ኣብ መንጎ ክልተ ኣብዞም ኣብ መንጎ ክልተ ስራሓት እያ ግና ትመርጽላ እያ ዳርጋ ድማ ኣልዩኒዮ ማለት እዩ ስለዚ he is unemployed ልብል ቃል ተኺእልኩም ተወግድዎ ትኽእሉኒ ኢኩም ማለት እዩ she is ወይ ድማ he is unemployed ትብል ቃል ሲ ብጣዕሚ ትጎድእ እያ ልዚ ሰብ ሞራለ ማለት እዩ ስለዚ እዛ ደስ በሃሊት ቃል ትጥቀሙዋ እንታይ ኢለኩም they are she is ወይ ድማ he is between jobs ትብል ብጣዕሚ ሓሪፍቲ ቃል ትጥቀሙ ኣለኹም ማለት እዩ። Last but not least ዝዓስረይቲ ቃልና ድማ ታይ እኒኣ ማለት እዩ He is ወይ ድማ She is ugly ትብል ኸቢድ ቃል ማለት እዩ። She is ugly፣ You're ugly ልብሉ ቃላት እሲ ብጣዕሚ ን ሰብ ልቦና ለስ ዝኾነ ይጎድኡ እዮም ደስስ ኣይብሉ ስለዝስ ደስ በሃሊ ቃል ገርና ንጥቀመሎም ታይ እኒኣ እዛ ኽልተ ኣማራጭታት ሒዘልኹም መፅእ እኒኦኹ ማለት እዩ። እዛ ቐዳመይቲ ኣማራጭ ታይ እያ?

ምልክዑስ የኾነ ወይ ድማ ደባሪ እዩ ኢልና ክንጥቀመሉ እንተለና ማለት እዩ። እሞ ጋይስ ሎማዓንቲ እዞም ሊስት ኣብ ዘዝንያ ተገይሮም ለለዉ ኹሎም ቃላት እየ ሒዘልኹም መፀ ነይረ ካብ ደበርቲ ቃላት ናብ ሓሪፍ ወይ ድማ ታይ ኢልና ዝፀዋዕናዮም ዩፈምዝም ኢልና ዝፀዋዕናዮም ቃላት እንግሊሽኹም ኣብ ሓሪፍ ደረጃ ለብፀሐልኹም እየ ማለት እዩ እና ኣዕርኽትኹም ሀዚ ዘዝንዮም ቃላት ሊስት ልተገህሩ ተሰሚዖሞም ናተጠቐምኹምሲ እርግጠኛ እየስ ሓሪፍ እንግሊሽ ባኒእኩም ታይ እንግሊሽኻ ይመሓየሽለ ኹም ትባሃሉ እርግጠኛ እየ። ግን ሓንቲ ነገር ኣው ናሃለኹም ክነግረኩም ዝደሊ subscribe እና like ለይገበርኹም ሰባት ማለት እዩ እሱ ምግባርኹም ሲ ንሕና ብጣዓሚ ጺዒርና ኣቢልና እዚ ቃላት ነምጽእልኹም ለና እሮ እና subscribe like ምግባርኹምስ ለኣናስ ብጣዓሚ ዓውይ ሓገዝ እዩ እሞ እሳ ምግባርኹም ከይትርስዑ guys ሆምታ